እግዚኣብሔር ኣምላኽና ዝተመስገነ ይኹን። ልዕሊ ኩሉ ከዓ ነዚ ሎሚ እግዚኣብሔር ዝዛረበና ክንሰምዕ እግዚኣብሔር ይሓግዘና። ሰብ ጊዲኡ ነቲ እግዚኣብሔር ዝዛረቦ ዘሎ ድምፂ ምስማዕ እዩ። ኣምላኽ እዩ ከዓ ንሰብ ክሰምዕ ዝረድኦ ሰብ ካብ ባዕሉ ከም ፎል ሓንቲ ከምጽእ ኣይክእን እዩ ዝብሎ መጽሓፍ ቅዱስ ናይ ኣምላኽ ነገር ኩሉ ካብኡ እዩ ብኡ እዩ መወዳእቱ ኳ ንኽብሪ እዩ ዝኸውን ብኣምላኽ እዩ ዝኾነልና ክንሰምዕ ካብ ባዕልኻ እዝኒ ስለ ዘለካ ኣይትሰምዖን ኢኻ ሎሚ ውን ደጊመ ዝዛረቦ ኣምላኽ ድማ ንሊድያ ናብቲ ጳውሎስ ዝብሎ ዘሎ ክትሰምዕ ልባ ኣኼፍትላ ስለዚ መጽሓፍ ቅዱሳይ ዝብለና የዕንቲ ልቦናኹም በሪሁ ነቲ ዘጸልመተካ ክኸፍተልካ ኣለዎ በሪሁ፣ ተስፋ ጽውዕኡ ሃብቲ ክብሪ ርስቱ ኣብ ቅዱሳኑ እንታይ ማለት ምዃኑ ክትፈልጥዎ ኣነ ስሌኹም ጽሉ ኣለኹ ኢሉ። ሰብ ብዛዕባ ህይወቱ የዒንቲ ልቦንኡ በሪሁ ክሰምዕ ክርኢ ክጽሊ ጽቡቕ እዩ። ኣነ ጸልየልኩም ኣለኹ ክትርድእዎ እዩ ስለዝተነግረካ ጥራይ ንኣምላኽ ሰሚዕካዮ ማለት ኣይኮነን ኣምላኽ ተዘይከፊትልካ ካብቶም እንዳሰምዑ ዘይሰምዑ ካብቶም እንዳረኣዩ ዘይርኢ ኢኻ ትኸውን ማለት ኣምላኽ እንታይ ይብል ኣሎ ምርዳእ ትስእኑ ልቦናኻ እንተዘይ ሰሚዕዎ ከዓ ኣዒንቲ ልቦናኻ ተኸፊቱ እንተዘይ ርኢኻየን ሰሚዕካየን ከዓ ሰሚዕኻ ክትበሃል ኣይትኽእልን ኢኻ። ስለዚ ኩሉ ግዜ ኣብ ምስማዕ ንጸቅጥ፣ ሰብ ከይሰምዐ ምስ ኣምላኽ ክኸይድ ስለ ዘይክእል እዩ። እግዚኣብሄር ኣብ መጀመርያ ሓደ ነገር ይዛረበካ ከምዚ ንኣብርሃም ዝተዛረቦ ቃሉ ካብ ዝሓልፍ ሰማይን ምድርን ክሓልፍ ሽዑ ይቐልል። ሰብ ግን ከምቲ ዝግባእ ገይሩ ንኣምላኽ ስለ ዘይሰምዖ ኣምላኽ ከም እተዛረቦ ይርስዕ። እቲ ድምፂ ኣምላኽ ካብ ህይወቱ ይሃስስ። እቲ ድምፂ ኣምላኽ ኣብ ህይወቱ ይድፈን። እግዚኣብሔር ዝተዛረቦ ረሲዑ እቲ ሰብ ባዕሉ ክጓዓዝ ይጅምር። ሽዑ ከምዚ ናይ ኣብርሃም ኣብ መንገዲ ይደክም። ውሉድ ዘይብለይ እምበር ይኸይድ ኣለኹ ይብሎ። ንመን? ነቲ ተስፋ ዝሃቦ ኣምላኽ። ቃል እግዚኣብሔር ኣምላኽካ ኣጸቢቕካ እንተ ሰሚዕካ ግን ይብል መጽሓፍ ቅዱስ ምስማዕ ጥራይ ዘይኮነስ ኣጸቢቕካ እንተ ደኣ ሰሚዕካ እዚ ዝስዕብ በረኸት ክስዕበካን ክረኽበካን ኢሉ ስለዚ ኣምላኽ ክዛረብ ከሎ ኣጸቢቕካ ምስማዕ ዘድልየካ ነዚ ኣጸቢቕካ እንተ ደኣ ሰሚዕኻ እዩ እቲ በረኸት ዝስዕበ ኣምላኽ ዘይርስዕ ሰማዒ እዩ ዝደሊ ገጹ ከም ብመስትያት ወይ ፍጥረቱ ከም ብመስትያት ርእዩ ብኡ ብኡ ዝርስዕ ሰማዒ እግዚኣብሔር ኣይደልን እዩ። እዚ ልክዕ ከምቲ ወዲ ሰብ ክዘርእ ምስ ወፀ ኣብ እሾኽ ዝዘርኦ እሞ ሽዑ ነቲ ቃል ኣምላኽ ብሓጎስ ዝቕበሎ ኢልዎ ደሓር ግን ሃብትን ክብረትን ናይዛ ዓለም እዚኣ ይሓንቆ ኢሉ ብብዙሕ ነገር ኣብ ህይወቱ እግዚኣብሔር ዝተኸለሉ ኣብ ህይወቱ እግዚኣብሔር ዝተዛረቦ ነገር ናይዛ ዓለም እዚኣ ነገር መጽ የጥፍኣሉ ከምዚ ዓይነት ሰቡን ኣለ እዩ ዘይርስዕ ሰማዒ እግዚኣብሔር ዝደሊ እቲ ዝተነግሮ ኣጽኒዑ ዝሕዝ ጭንቀት ድዩ ጸበባ ድዩ ዘሎ ድዩ ዝመጽእ ድዩ ጋኔን ድዩ መልኣኽ ድዩ ካብታ ፍቕርስቶስ ክፈልየና ዝኽእል የለን ኢሉ ጳውሎስ። ካብቲ ኣምላኽ ዝሃበካ ነገር፣ ካብቲ ኣምላኽ ዝሃበካ ተስፋ፣ ካብቲ ኣምላኽ እተዛረበካ ቃል ንቕ ዘይትብል ሰብ ክትከውን እግዚኣብሔር ይደሊ። ሽዑ ከምቶም ብእምነት ዝተመስከረሎም ሰባት ከምኦም ከዓ ኣምላኽ ንዓኻ ይምስክረልካ። ከምቶም ብእምነት ተመስኪርሎም ኣምላኽ ዝነኣዶም ሰባት ከምኡ ኣምላኽ ከዓ ንዓኻ ይነደካ። ንምንታይ? እምነት ነቲ ተስፋ ዝግበሮ ነገር ርግጽ ጌርካ ናይቲ ዘይረኣ ነገር ከኣ ተረዲእኻ ክትከይድ ከለኻ ስለ ዝኾነ ይገርመኩም ኩሉ ሰብ ኣማኒ እዩ ዝመስል በቃ እቲ እግዚኣብሔር ተዛረቦ ሒዙ ዝኸይድ ዘሎ እዩ ዝመስል ለካ ግን ንፋስ ዝኽብክቦ ኔው ነጀው ዝብል ሰብ ከኣ ብዙሕ እዩ። ብንፋስ ዝኸይድ፣ ብኹነታት ዝኸይድ፣ ኣብ ቃል ዘይትከል ብዙሕ ሰብ እዩ። ኣምላኽ ግን ኣብ ቃሉ ተተኺሎም ከምቲ ኣምላኽ ዝተዛረቦም ኣሚኖም ዝኸዱ ሰባት ክርኢ ዝደሊ ምኽንያቱ እዚ ንጓዓዞ ዘለና ጉዕዞ ጉዕዞ ምስ ኣምላኽ እዩ ዝበሃል ክትብገስ ከለኻ እዚ ክትፈልጥ ይደሊ እግዚኣብሔር ጉዕዞ ምስ ኣምላኽ እዩ ጉዕዞ ምስ ኣምላኽ ብእምነት እዩ ኣማን እምበር ዘይኣማኒ ትኹን ይብለካ እዩ ጎይታ ዝረድኣካ ዘይመስል ብራብዓይ ምቃል ለይቲ ንሃዋርያት በይኖም ባሕሪ ክሳገሩ ተዛሪብዎም። ሓደ ሓደ ግዜ መንገዲ ምስ ኣምላኽ ከመይ ምዃኑ ክሳዕ ዝጠፍኣካ ትኸይድ ኢኻ። ነገር ግን ሓደ ውሳኔ ኩሉ ግዜ ኣብ ህይወትካ ክህልወካ እግዚኣብሔር ይደሊ። ምስ ኣምላኽ ዝጓዓዙ ሰባት ሰብ ስለ ዝኾኑ ከም ኣምላኽ ስለ ዘይኮኑ ከም ጎይታ ውን ስለ ዘይኮኑ ጨካናት ጥራይ ክኾኑ እዩ ዝደልዮም ተጠፋእና ንጥፋእ ኣምላኽ ከድሕነና እንተፈቲኻ ጽቡቕ እምበር ሓደ ነገር ንፈልጥ ኢና እሞ እግዚኣብሔር ካብ ኢድካ ከድሕነና ይኽእል እዩ መይቢ ግን መገድና እንተኾይኑ ተጠፋእና ንጠፍእ እምበር ወንጉስ ንምስልኻ ግን ኣይንሰግድ ኢና እዚኦም እቶም ናይ እምነት ሰባት እዮም። ብርግጽ ከእግዚኣብሔር ኣየድሕኖም ድተልኩም የድሕኖም እባ ኣምላኽ ከድሕኖም ርዮም ኣምላኽ ክብጀሆም ርዮም ሸውዓተ ግዜ ክግብር ከሎ እምነቶም ንምፍታን ነይሩ ፈሪሖም ክንብርከኹ እዩ ነይሩ ግን ጨኪኖም ዝወፁ ስለ ዝነበሩ ንጉስ ኣጉህሮይ ተጉህሮ ኣይምልከተናን ኢሎሞ ንምስልካ ግን ኣይንሰግድን ኢና ተፈተኑ ዝብለና ነዚ እዩ ገሊኦም ተመገዙ ውን ይብለና እዩ ተመጊዞም ዝኸዱ ውን ኣለዉ እዮም ንኣምላኽ ኣኽቢሮም ዝኸዱ ኣለዉ እዮም ንኣምላኽ ብኽብሪ እናመስገኑ ዝሓለፉን ኣለዉ እዮም ስለዚ ጉዕዞ ምስ ኣምላኽ ክንብል ከለና ክትጓዓዝ እንከለኻ ንኣምላኽ ኣሜንካ ኢኻ ትጓዓዝ ኣምላኽ ከኣ ምስቶም ዝኣምንዎ ኩሉ ግዜ ኣሎ እዩ። ኩሉ ሳዕ ኣይፍለን እዩ እግዚኣብሔር ዳስዋይ በቶም ዝኣምንዎ ነቶም ዝኣምንዎ ኣሕፊርዎም ኣይፈልጥን። ስለዚ ንጓዓዝ ኣለና ምስ ኣምላኽ ጉዕዞ ምስ ኣምላኽ ምዃኑ ግን እናጸናሕና ክንዝክሮ ይደሊ እግዚኣብሔር። እግዚኣብሄር ንህዝቡ ካብ ግብጺ ከውጽኦ ከሎ ከምቲ ንኣብርሃም ኣነ ናብ ዘርእካ ምድሪ ቢልካ ውጻእ ዝብሎ ኩሉ ሰብ እግዚኣብሄር ከበግሶ ከሎ ናብ ሱሱ ዝረኣየ ቦታ እዩ ዝወጽእ ናብቲ ዝደለኻ ኣይኮነን ይሄ ኣነ እግዚኣብሄር ኣምላኽካ ኣምላኽ ኣለካ ማለት እዩ ዝመርሓካ እዚ ጓል ክስኤካ ናበይ ትኸድካ ዘርእየካ ኣነ እየ እግዚኣብሔር ኣምላኽካ ክትከደላ ዘለካ መገዲ ድማ ዘርእየካ ኢሎ ክትከደሉ ዘለካ መገዲ ዘርእየካ እግዚኣብሔር እዩ ስለዚ መጽሓፍ ቅዱስ ነፍሳትኩም ከይሕለላ ነተን ወለል ዝበለ ኣጋር ኣጽንዕወን ዝብለና ናብቲ ጀማሪ ናይ እምነትናን ደምዳሚኣን ዝኾነ የሱስ ክርስቶስ ንጠምት ኢሉ ክትጅምር ከለኻ ብጎይታ ኢኻ ትጅምር ምንም ከይረኣኻ እዩ ዘበግሰካ ምንም ከይረኣኻ ኢኻ ትብገስ ከይረኣኻ ኢኻ እውን ትጓዓዝ ብእምነት ዝጀመርካዮ ጉዕዞ ብእምነት ኢኻ ተወድሑ ወለል ክትብል እግዚኣብሔር ኣብ መንገዲ ኣይደልን ምክንያቱ ኣቦታትና ተፈተኑ እዩ ዝብል ተበገዙ እዩ ዝብል ትፍተን ኢኻ ብብዙሕ ዝዓይነቱ ፈተና ክትሓልፍ ከለኻ ኣምላኽ ክርእየካ ይደሊ። ጴጥሮስ መንገዱ ምስ ተነግረስ እምቧዕ ዮሃንስ ከኸመይ ምዃን እዩ ኢልዎ ታገደሰካ ናት ኢልዎ ጉዕዞኻ ክትፈልጥ ደሊ ነፍሲ ወከፍ በቲ ተሓንጸጸሉ መቀዳደሚ ብኡ ክጎይ ዘለዎ ኣምላኽ ነቶም ተቐዳዲሞም ጉየኦም ዝውድኡ ሰባት ሽልማት ኣለዎ። ነፍሲ ወከፍ ከኣ በቲ ተሓንጸጸሉ መቀዳደሚ እዩ ክኸይድ ዘሎ ኣብኡ እዩ ኣምላኽ ዝርእዮ ምክንያቱ ገሊኡ ከምቲ ብመከራ ዝሕለል ዓቕሚ ሒደት እዩ ዝብሎ ገሊኡ ሒደት እዩ ዓቕሚ ንእሽተይ ከይዲ እዩ ዝወድቕ ንእሽተይ ከይዲ ይትስእ ንእሽተይ ከይዲ እዩ ዝወድቕ ገሊኡ ግን ምስ እግዚኣብሄር ክጓዓዝ እየ ኢሉ ስለ ዝሓስብ ጉዕዞ ምዃኑ ይቕድም ዝቕበሎ ጉዕዞ ምስ ኣምላኽ ኣነ እየ እግዚኣብሄር ኣምላኽካ እዩ ዝብለካ። በታ ትኸደላ መገዲ እዩ ዘርእየካ፣ እሱ እዩ ዘርእየካ፣ እሱ እዩ ዝመርሓካ። ነዚ እዩ ንኢያሱ ክትጅምር ከሎ ተሃድዎ ካብቲ ሙሴ ባርያይ ዝነገረካ ቃል ካብኡ ንየማን ኮነ ንጸጋም ከይትብል ካብቲ ኣምላኽ ዝነግረካ ንየማን ኮነ ንጸጋም መንገዲ የለን። ንየማን ወይ ንጸጋም እንተ ደኣ ኼድካ ካብቲ ኣምላኽ ዘርእየካ ዘሎ ኣብኡ ኢኻ ትስበር፣ ኣብኡ ኢኻ ትወድቕ፣ ኣብኡ ኢኻ ድሕሪት ትተርፍ። ኣብኡ እዩ ሓገዝ ዘየለ፣ ኣብኡ እዩ ረድኤት ዘየለ። ኣብቲ እግዚኣብሔር ዝመርሓካ ግን ኣብኡ ረድኤት ኣሎ ኣብኡ ሓገዝ ኣሎ ኣብኡ ዓቕሚ ኣሎ ኣብኡ ጸጋ ኣሎ ኣብኡ መንፈስ ቅዱስ ኣሎ ቀትሪ ብዓንዲ ደበና ለይቲ ብዓንዲ ሓዊ ይመርሖም ኣብኡ ኣብቲ ናይ እግዚኣብሔር ጎደና ይኸዱ ኣይደኽሙን እዮም የጎዩ ከኣ ኣይሕለሉን እዮም ከም ንስሪ በክናፍ ክትበርር ትጀምር ክትጎዪ ትጅምር ስለዚ ደቂ እስራኤል ጉዕዞ ምስ ኣምላኽ ምዃኑ ዘይተረድኦም ህዝቢ ነይሮም ሙሴ እያሱ ካሌብ ጉዕዞ ምስ ኣምላኽ ከመይ ምዃኑ ዝተረዱ ሰባት ነይሮም እቲ ህዝቢ ኣብ ልዕሊ እግዚኣብሄር ክዕምፅ ከሎ እንታይ እዮም ኢሎሞ ግደፉ ኣብ እግዚኣብሄር ኣይትሓምሱ እግዚኣብሔር ኣምላኽና ከምቲ ዝበለና ከምቲ ዝተዛረበና ክእትወና ኢሎሞ ከውርሰና ኢሎሞ ሓደ ነገር ክነግረኩም እግዚኣብሔር መጀመርያ ኣምላኽ እዩ ጉዕዞ ምስ ኣምላኽ ኢና እግዚኣብሔር ኣምላኽ እዩ ኣምላኽ እዩ እንተ ደኣ ኢልካዮ ኣብ ኣርባዕተ ነጥቢ ክትገብር ይደሊ ኣብኡ ጨካን ናይ እግዚኣብሔር ሰብ ክትከውን እግዚኣብሔር ይደሊ ኣው ብኣምላኽ ዝተኣመነ ሰብ፣ ኩሉ ሰብ ንኣምላኽ ክኽሕዶ ከሎ፣ በይንኻ ደው ትብል ከም እያሱ፣ በይንኻ ደው ትብል ከም ካሌብ፣ በይንኻ ደው ትብል ከም ሙሴ ክትከውን እግዚኣብሔር ክርእየካ ይደሊ። እምበር ምስ ተፈተኑ ዝብተኑ ኣለዉ። ኣቦታትኩም በዘን ኣርባዓ ዓመታት ፈተኑን ኢልዎም እግዚኣብሔር በተን መዓልቲ ፈተና ፈቲኖምን እዮም ተመሊሶም ንዓይ ኣይኣመንዎን ግብረይ ከዓ ሪኦሞ ኢሉ ተመሊሶም እዮም ንኣምላኽ ፈቲኖሞ ነዚ ጳውሎስ ንጢሞቴዎስ ክነግሮ ከሎ ርእስኻ ከም ፍቱይ ከም ፍቱን ዓያይ ጌርካ ንኣምላኽ ክትርእዮ ጻዕሪ ኢሉ ዝተፈተነ ዓያይ ዝተፈተነ ተጓዓዚ ጌርካ ንኣምላኽ ኣርእዮ። እሱ በታ ንኸደላ መገዲ ስለ ዝመርሓና ደቂ እስራኤል መጀመርያ መጀመርያ ሽግሮም ክነግረኩም እሞ ሽግር ሰብ ኣበይ ከም ዘሎ እንዳረኣኹም ሽግር ናይ ህይወትኩም ኣበይ ከም ዘሎ እንዳረኣኹም መታን ክትከዱ ሓደ ብመዓልቲ መከራ ዝሕለል ሰብ ዓቕሙ ሒደት እዩ ኢሉና ኣሎ መጽሓፍ ቅዱስ ዓቕሙ ሒደት ዝኾነ ሰብ ብዙሕ ምስ እግዚኣብሔር ግዜ ዘይሕልፍ ሰብ እዩ ግዜ ምስ ኣምላኽ ዘይብሉ ሰብ እዩ። ምስ ኣምላኽ ዘይከይድ ሰብ እዩ። ዕላምኡ እግዚኣብሔር ዘይገበረ ሰብ እዩ። ጨካን ዘይኮነ ሰብ እዩ። ኣምላኽ ዕላምኦም ዝፈልጡ ሰባት ክንከውን ደልየና። እግዚኣብሔር ብግስ ክትብል ከለኻ ደስቲኒ ናትካ ነግረካ እዩ። መወዳእታኻ ነግረካ እዩ። ዘጓዓዞም ኩሎም ደስቲኒ ይነግሮም እዩ። መወዳእታኦም ይነግሮም እዩ። ተፀውዕሉ ፃውዒት ይነግሮም እዩ። ተፀውዕሉ ክብሪ ይነግሮም እዩ። መን ምዃኑ ክወጽእ ከለዎ የርእዮም እዩ። ሓያል ኣምላኽ ምዃኑ የርእዮም እዩ። ደሲንኦም ዝርስዑ ግን ብዙሓት እዮም። መወዳእትኦም ዝርስዑ ግን ብዙሓት እዮም። ደቂ እስራኤል ናብታ መዓርን ጸባን እተውሕስ ሃገር ክእትወኩም እዩ ጀሚሮም። ኡፍ ተስፋ ኣምላክ ነዚኦም ኣይኮነን ዝርኢ ብእምነት ዝጓዓዙ ሰባት ሕጂ ክርኢ ዝደሊ እዞም ዝዝምሩ ዝስዕስዑ ዘለዉ ደቂ እስራኤል ምናልባት እግዚኣብሔር ባሕሪ ክኸፍት ሪኦሞ ክኾኑ ይኽእሉ እዮም እቲ ዘመስግነኒ ዘኽብረኒ ዝብሎ እግዚኣብሔር ግን ብመዓልቲ ፈተና ንኣምላኽ ዘኽብሮ ሰብ ብጸልማት ክሓልፍ ከሎ እግዚኣብሔር ምሳይ ዝብል እዩ። ኣንቲ ጸላኢተይ ኣብ ጸልማት እኳ ተተቐመጥኩ እግዚኣብሔር ንዓይ ብርሃነይ እሞ ብኣይ ደስ ኣይበልኪ ዝብል ሰብ እዩ። ከም ጭቃ መገዲ ክትርገጽ ኢኺ ዝብል ሰብ እዩ። ብእምነት ምስ ኣምላኽ ዝጓዓ ሰብ እዩ። ኣምላኽ ነዚ እዩ ክሪኦ ዝደሊ። ኔው ነጀው እንድፋእ ወይ ንኽብከብ ቆልዑ ክንከውን ኣምላኽ ኣይደልን። ብእምነት ምስ ኣምላኽ ዝኾኑ እቲ ፈተና ፈተና ኮይኖም ደቂ እስራኤል ንገሊኦም ግን ንምስጋና ንኽብሪ በቃ ንእግዚኣብሔር ንምዕባይ ኮይኑሎም እግዚኣብሔር ከውፅኦም ከሎ ብሓያል ኢድ ይውፅእዎ ኣብ ግብፂ ዝገብሮ ተኣምራት ብዙሕ እዩ ብኣምላኹም ክምኩሐ ገይርዎም እዩ ብፍቶት ዘይኮነ በፍንጫ ከም ዝገድፎም ፈርኦን ሪኦም እዮም ብስልጣን ብሓይሊ ናይ ኣምላኽ ከም ዝገድፎም ርእዮም እዮም። ሕጂኸ እዩ ዘሎ እቲ ሕቶ? ኣምላኽ ኣብዚ እዩ ክርእየና ዝደሊ። ኣብ መወዳእታኸ ሕጂ ደቂ ዓናቕ ጸኒሖምና ክብሉ ድዮም? ኣብ መወዳእታ ጉዕዞ ሰብ ከስተውዕሎ ዘለዎ ንሱ እዩ። ሕጂ እውን ደቂ ዓናቕ ንምንታይ ርኤና ከይብልዎ? ከምቲ ንምንታይ ፈርኦን መጺእና ኢሎም ዘግረሙ ዘይኮኑስ ሕጂ ነቲ ጉዕዞ ዘወድእ ኣምላኽ ድማ ደቂ ዓናቕ ከም ዘለዉ ክንፈልጥ ዝደሊ እዩ። ደቂ ዓናቕ እንተድልዮም ከ እንታይ እዩ ዝበሃል? ከምቲ እግዚኣብሔር ኣምላኽና ተዛረበና ከምኡ ክንወርሶም ክንኣቱ ኢና ዝብል መንፈስ ክህልወና እዩ ዝደሊ ከምዚኦም ናይ እምነት ሰባት ኣምላኽ ክርኢ ይደሊ ሰብ እግዚኣብሔር እንተ ደኣ ጸዊዕዎ ኣምላኽ ዘይፈልጦ ጉዕዞ ከም ዘይከይድ ከረጋግጽ ኣለዎ። መን እዩ ፈንይዎ ንፈርኦን ድሕሪኦም ስዒቡ? መን እዩ ጸዊዕዎ ደድሕሪኦም ስዒቡ? እግዚኣብሔር እዩ። ድሓር ከዘንተወልና ከሎ መዝሙር ዳዊት ብፈርኦንን ብሰራዊቱን ክኸብር ኢልዎ ንሙሴ ገዲፍ ናይ ኣዶ ህፃናት ክትከብር ተኾንካ ኣብኡ ዘይትኸብር ኣብኡ ዘይተጥፍኦ ነበርካ ኣነ ኣነ እግዚኣብሔር ኣምላክ እሱ ኣምላክ እስኻ ይኮንካ እንትመርሖ ከደላ ዘለካ መገዲ ዘርእየካ ኣነ ኢለ ከይ ጥራይ ዘለካ ንስኻ ስለዚ ብፈርዖንን ብሰራዊትን ክኸብር ዘለ እግዚኣብሔር ፀውዕዎ ኣፍራሱ ሰረገሉ እዩ ሒዙ መጺኡ። እቲ ተፈቲኑ ዝርዕድ ህዝቢ፣ እቲ ተፈቲኑ ብፈተና ክሰግር ዘይክእል ህዝቢ ገና ከይጀመረ ከሎ ንሙሴ ንኣሮን እግዚኣብሄር ንስኻትኩምን ኣብዚ ምድረ በዳ እዚ ክትውድኡና ኢኹም ኣውፂኹምና ኢሎሞ ተፈቲኖም ብፈተና ወዲቆም እቲ ብፈተና ሰጋእ ዘይብል ሰብኣይ ምስ እግዚኣብሔር ነዊሕ ዝተጓዕዘ ሙሴ ግን ከምዚ ኢሎም ብድሕሪት መውፅኢ የለ ብቕድሚት ዶ ፅብቕቲ ህጂ እግዚኣብሔር ዘድልየና እግዚኣብሔር እኳ ኣምላኽ እዩ ካብ ፈርዖን እውን ዘውፅኣና ንሱ እዩ ስለ ዝረኣዩ እግዚኣብሔር ዝገበርኩም ድሓን ዓብዪ ድሓን ክትሪኢኹም ኢሎም ዝገርም እዩ እግዚኣብሔር ክምቢሉ ማእኸል ከም ዝኣተወ ኣቤት ሽዑ ዘሎ ምስጋና ኣቤት ሽዑ ዘሎ ሽብሸባ ኣቤት ሽዑ ዘሎ ዝማሬ ሙሴ ሚርያም መዝሙር ዘሚሮም ሕጂ ብፈርዖን ከመይ ከም ዝኸብድ እግዚኣብሔር ኣርእይዎ እስራኤል ብንቑፅ ምድሪ ክሓልፍ ንሙሴ እግዚኣብሔር ተዛሪቦ ነዚ ባሕሪ እለይ ኢልዎ ኣብ ክልተ መቖሎ ኢልዎ ንባሕሪ ኤርትራ ኣብ ክልተ መቒሎም ሆእ እንዳበሉ እንታይ ዓይነት ኣምላኽ እንዳበሉ ጸላእቶም ከይብገሱ ድማ እግዚኣብሔር ጸልማት እቲ ሓደ ንብጻዩ ከም ዘይሪኦ ሰለስተ መዓልቲ ኣውድፍን ኣቢልዎ እስራኤል ግን ብንቑጽ ባሕሪ ሰጊሩ ድሓር ከዓ ኣልዩሎም ክስዕቡ እ ክኸብር እየ እንዲ ኢሉ ኣብ መንገዱ ዝምልከተካ የለን ጉዕዞኡ ኣይትፈልጦን ኢኻ። ሰላምን ድሓንን ክበሃል ከሎ ንጥንስቲ ቅልውላው ከም ዝሕዛ ከምኡ ብድንገት ጥፍኣት ይመፅኦም ከቶ ካየምልጡን እዮም ተባህለ ቃል ኣብኦም ተፈፂሙ ኣብ ባሕሪ ኤርትራ ምስ ኣተው እግዚኣብሄር ዕፀዎ ኢልዎ ንሙሴ እስራኤላውያን ድሕሪ ሕጂ ጸላእቶም ሪኦም ንድሕሪት ከይምለሱ እግዚኣብሄር ንፈርኦን ነቲ ባሕርን ኣውሕ ዓጽዎ ስለዚ ጉዕዞ ንኸነኣን ኢሉ ሓጊዝዎም እግዚኣብሄር በቃ በዚ ስጋኣት የብልኩምን ኢልዎም እግዚኣብሄር እዚ ፈተና እዚ ድሕሪ ሕጂ የለን ኢልዎም እግዚኣብሄር ወይ ድማ እዚ ትምኒት እዚ ድሕሪ ሕጂ የለን ናብ ግብፂ ክንከይድ ዝብል ዘረባ የለን እ ባሕሪ ኤርትራ ተዓፅዩ ኣምላኽ ክትጓዓዝ ከምዚ ገይሩ እዩ ዝድግፈካ ነቶም እምነት ዝሰኣኑ እግዚኣብሔር እምነት ሂብዎም ተዓፅዩ እንዲዩ ክብሉ ድሕሪ ሕጂ ባሕሪ ኤርትራ ተዓፅዩ ምምላስ የለን ክብሉ ንግብፂ ተስፋ ቁሪፅዎም ዓፅዎ ፀላእቶም ሪኦም ድሕሪት ከይምለሱ ይህ ሕጂ እውን ትጉዕዞ ኣብ ቅድሚ ፀላእቲ ኣለዎ ፀላእትኻ ርኢኻ ግን ሕጂ እውን እግዚኣብሔር ክድሕነና እያ ክትብሉ መታን ሕጂ እውን ድሕሪት ከይምለሱ መታን ሕጂ እውን እምነቶም ከይፍተን መታን ኣቦይ ፍቓድካ እምበር ፍቓደይ ኣይኹን ኢሉ ጎይታ ኣትዮማ እዮም ሕጂ ደቂ እስራኤል ዝኣተውዋ መገዲ ክውድእዋ ነይርዎም እዚ ዝኣተኻዮ መገዲ ምስ ኣምላኽ ምዃኑ ፈሊጥካ ክትውድኦ ጥራይ ዘለካ ከምቲ እግዚኣብሔር ኣምላኽ እናተዛረበና ባይሁክ ኦር ባይክሩክ ብዝኾነ ይኹን ከነኣን ክንኣቱ ኢና ክብል ነይርዎ ምእታዉ ዘይተርፍ እዩ ክብሉ ነይርዎም። ኣይተረፈን እኮ ካብ ግብፂ ዘውፅኣ ኣምላኽ ከነኣን ክእቱ ኢሉ ከነኣን የእትዩ። ንመን ይእትዩ እቲ ዘረባ? ነቶም ዝተሃላለኹዎ ኣይኮነን፣ ነቶም ዝተፃረርዎ ኣይኮነን፣ ነቶም ዝፈተንዎ ኣይኮነን። ካባኻትኩም እሞ ኢሉ ካብቶም ተፃረርዎ ኣብ ምድረ በዳ እግዚኣብሔር ወዲ ነቶም ዝኣመንዎ ግን እግዚኣብሔር ሒዝዎም ክኣቱ ከሎ እዩ ዘርእየካ። ስለዚ ጉዕዞ ምስ እግዚኣብሄር ስለ ዝኾነ ኣነ እየ ዝመርሓካ ስለ ዝበለ እግዚኣብሄር እናመርሓካ መን ይስዕረካ እዩ ኣምላኽ ቀቅድሜኻ ወፂኡ ከሎስ መን ይስዕረካ ዝገጥሙኻ ብዙሓት እዮም ዝፃረሩኻ ብዙሓት እዮም ኣብ ቅድሜኻ ዝፀንሑ ብዙሓት እዮም ከመይ ከም ትሰግሮም ዘርእየካ እግዚኣብሄር እዩ መዓስ ከም ዝወቕዖም ዝፈልጥ እግዚኣብሄር እዩ ስለዚ እግዚኣብሄር ጉዕዞ ዝመርሕ ኣምላኽ ምዃኑ ፈሊጥካ ክትጓዓዝ ምዃንካ ፈሊጥካ ክትወጽእ ከለኻ እዩ እግዚኣብሄር ዝሕጎስ። እቶም ክጓዓዙ ኢሎም ዝወጹ ብእምነት እዮም ዝጓዓዙ፣ ብእምነት ከ እዮም ከነኣን ዝኣትዉ። እግዚኣብሄር እንታይ ይጸልእ? ዘጉረምርሙሉ ሰባት ሞት ድዩ ጸበባ ድዩ ጭንቀት ድዩ ዘሎ ድዩ ዝመጽእ ድዩ ጋኔን ድዩ መልኣኽ ድዩ ካብታ ፍቕሪ ክርስቶስ ዝፈልየካ ሓደ እኳ ኸን እግዚኣብሔር ኣይደልን ማንም ክፈልየኒ ይክእልኒ ክትብል ኣለካ ተሞትናኸ ንሙት ተጠፋእና ኢሉ ንጥፋእ ጠፊኦም ድዮም ኣይጠፍኡን እቶም ከጥፍእዎም ኢሎም ናብቲ ሓዊ ሒዞሞም ዝኣተዉ ንሶም ጠፊኦም ከመይ ዝበለ ኣምላኽ እዩ ሒዙ ዝእትወካ ዝጠፍኣሉ ንስኻ ትወፀሉ እንታይ ማለት እዩ እንታይ ዝበለ ተኣምራት ተገይሩ እግዚኣብሔር ከምኡ ዝኸውን ነቶም ሒዞምኻ ዝእትውኻ ዘለዉ በሊዑስ ንዓኻ ግን ንዓዘምር ምሳይ ዝብለካ ኣምላኽ ከመይ እዩ ሓደ ሞት ቅዱሳን ክቡር ነይሩ ሓቆም እዩ ተጠፋእና ንጥፋእ ክብሉ እንተሞትና ንሙት ክብሉ ገና እኮ ሞት ከይመፅ ከሎ ሃረርታይ ናብ ኣቦይ ክኸይድ ኢሉ ጳውሎስ ስለዚ እዩ ሞት ድዩ መን ይፈልየና እዩ ዋላ ሞት ተተቐሪቡስ መን ይፈልየና ካብ ፍቕሪ ክርስቶስ እህ ኣምላኽ ምሳና ኣሎ ማለት እዩ ሞት እውን ብፀጋ ኣምላኽ ይክከኣል እዩ ጎይታ እኮ ሞት ብፀጋ ኣምላኽ ጥዒሙ እዩ ዝብሎ ጥዒሙዎ ንሞት ክፈልዮ ዝኽእል ከም ዘየለ ርእይዎ እዩ። ተፈቲንካ ክትሰግሮ ዘይከኣልካ ንሱ ንዓኻ ወሓጢኻ ምዃኑ መወዳእታ ክትፈልጥ እዩ ኣምላኽ ዝደሊ። ጉዕዞ ምስ ኣምላኽ ብእምነት እዩ። ጉዕዞ ምስ ኣምላኽ ጨኪንካ እዩ። ከተጉረምርመሉ እሞ ይፈቅድን እዩ። መን ኢኻ እዩ ዝብለካ። ንኣምላኽ ዘጉረምርመሉስ መን እዩ? ኣብ ልዕሊ ኣምላኽ ዘጉረምርም ሰብ መን እዩ? ኣብ ልዕሊ ኣምላኽ ዝለዓል ሰብ መን እዩ? ክሬ ደልዎ ለኣምላኽ ግብሩ ከሪኦ ስለ ዘለዎ መን ምዃኑ ከሪኦ ስለ ዘለዎ ስለዚ ከንኣን ርግፅ ምዃኑ እናፈለጡ እንተኮይኖም ደኣ ደቂ እስራኤል ደቂ ዓና ርኢና ይግበሩ ደቂ ዓናቕ ኣለዉ ምስ ሰምዑ ብብኽያት ብዝኾነ ተቆጢዑ እግዚኣብሔር ነቶም ከምኡ ዘብረ ቅድም ሃሪቦም ብዙሕ ኣይፀንሑ ከምኦም ሰባት ብዙሕ ኣይፀንሑን እዮም ህዝቡ ዘንብዕሉ፣ ህዝቡ ዘከይሉ፣ ምስ ኣምላኽ ከይከይድ ዝገበርዎ፣ ካልእ ድምጺ ዘስምዕዎ፣ ካብቶም ነታ ሃገር ክስልዩ ዝለኣኾም ዓሰርተ እግዚኣብሔር ሽዑ ወቒዕዎም። እቶም ክልተ ግን ኢሎም ዋይ እንጀራና እንድኣሎም ከምቲ እግዚኣብሔር ኣምላኽና ዝበለና ክንወርሶም ክንኣቱ ኢና እታ ሃገር ከዓ ከምዚኣ ኢሎሞ መዓርን ፀባን ተውሕዙ ሃገር እያ ዝገርም ኣብ መወዳእታ መዓርን ጸባን ኣሎ ግን ፈርኦን ኣይኮነን ጽበየካ ናይ ፈርኦን ነገር ምዛዘመ እግዚኣብሄር ደቂ ዓናቂም ጽበዩኻ ነዚ ክትቅበሎ ይደሊ ጎይታ ንምንታይ ድኣ ደቂ ዓነቕ ኣይትብልን ኢኻ? ከነኣን ክትኣቱ ኣብ ኣፍ ደገ ደቂ ዓነቕ እዮም። ደቂ ዓነቕ ግን ስዒርካዮም ክትኣቱ ምዃንካ። እዚኦም እንጀራና እዮም ንዓና ኢሎም። ሃው! ከመይ ገይሩ? እዚ ንኣምላኽ እዩ ዝምልከት። ከመይ ገይሩ እንጀራ ገይሩ ሂብዎም ርእዮሞ እዮም። ኣምላኽ ከኣ ከመይ ገይሩ እንጀራ ገይሩ ይህበና ክንርኢ ጥራይ ዝደሊ። ከምቲ ንፈርዖን እግዚኣብሄር ኣብ መንገዲ ከመይ ከም ዘትረፎ ዘርኣየና፣ ከምኡ ድማ ከመይ ገይሩ ንደቂ ዓናቕ እንጀራና ይገብሮም ክንርኢ ጥራይ እዩ ዘለና። ብዙሓት ግን ምስ ተፈተኑ ስለ ዝፍተኑ፣ ገና ፈተና ከይመጸ እግዚኣብሄር ኣብ ቅድሜኻ ዘሎ ብኣምላኽካ ክትጥሕሶ ምዃንካ ክትፈልጥ ይደሊ። ብኣምላኽካ ንቐጽሮም ክትዘሎ ምዃንካ ክትፈልጥ ይደሊ። ተፈቲንካ ምስ ወጻእካ ሲዕርካ ትወጽእ ኣምላኽ ይደሊ። ራእይዎም እዞም ክልተ ሰባት ከመይ ኣምላኽ ዝዓደሎም ሰባት ነይሮም። ነቲ ኣምላኽ ዝሃቦም ጥራይ ሒዞም ዝጓዓዙ ሰባት ነይሮም። ነዚ ይመስለኒ ጳውሎስ ቅልጥፍ ኢሉ ምስ ዝጓዓ ዝነበረ ባርናባስ ብኣምላኽ ተጸዊዒ ደይብሉ ብግብዝና ሃዋርያት ከም እተለከ መምስራይ ቀልጢፉ ከውሪሑ ንሲላስ ሓሪ ይብለና። ዘይልከም ዘይግበዝ ኣምላኽ ምስ በለ ካልእ ድምጺ ዘይብሉ ሰብ ኣምላኽ ከምዚኦም ዝበሉ ጸለውቲ ሰባት ክርኢ ይደሊ ከም ጳውሎስ ዝበሉ እሱ ኸኣ ይምስክሮም ጳውሎስ ከምዚ ኣብ የሩሳሌም ዝመስከርካለይ ኣብ ሮማ ኸኣ ክትምስክረለይ ኢኻ ኢሉ ነዚ ጉያይ ወዲኤ ኢልና ጳውሎስ ጥራይ ጉይኡ ወዲኡ ዝኸደ ንኣምላኽ ኣኽቢሩ ዝኸደ ማንም ካብታ ኣብ ክርስቶስ ዘላቶ ፍቕሪ ክፈልዮ ዘይከኣለ ሓያል ሰብኣይ ነይሩ። ተፈቲኑ ብኹሉ ዝወፀ ነይሩ። ብኹሉ ኢና ንፅቀጥ ኢሉ ግን ዘይፀበና ንገብሮ እዩ ዝጠፍኣና ኢሉ ተስፋ ግን ኣይንቆርፅን ኢና። ሓያል ተጓዓዛይ ነይሩ ምስ ኣምላኽ እዚ ጉዕዞ ምስ ኣምላኽ እንተ ደኣ ኮይኑ ምስ እግዚኣብሔር ጉዕዞ እንተ ደኣ ጀሚርካ መጀመርያ ክትፈልጦ ዝደሊ እግዚኣብሔር እሱ እዩ እሱ እዩ ዝመርሓካ ከደላ ዘለካ መገዲ ዘርእየካ ዋት ኤቨር ኢት ቢ ግን ምስኡ ክትጓዓዝ እግዚኣብሔር ደልየካ እግዚኣብሔር ክመርሓካ ከሎ በታ ንዓኻ ዝሓንፀፀልካ መቀዳደሚ ነፍሲ ወከፍ በቲ ትሓንፀፀሉ መቀዳደሚ ጉዩ ክጎዩ ዘለዎ ናተይ በይን'ዩ ናትኩም በይን'ዩ፣ ነፍሲ ወከፍ ናይ ገዛእ ርእሱ መንገዲ እዩ ዘለዎ። ብውልጌ ኢሉ ጳውሎስ እሂ ጎይታና እቲ ጻድቕ ፈራዲ ነቲ ዘዳለወልና ኣኽሊል መታን ክንቅበል ተፈቲንካ ምስ ወጻኻ ነቶም ዘፍቅርዎ ዘዳለወሎም ኣኽሊል ናይ ክብሪ መታን ክንቅበል ነቶም ዘፍቅሮ ዘፍቅሮ ሰብ ኣብታ ፍቅሪ ክርስቶስ ፈለየና የለ ምስ ኢሉ ሞት ዶ ፀበባ ዶ ዘሎ ዶ ዝመፅእ ዶ መልኣኽ ዶ ጋኔን ዶ ወላ ሓደ ክፍልየና ኣይክእልን እዩ ዝብል ዘሎ ንኣምላኽ ነፍቅሮ ኢና ተመትና ነምት ጠፋእና ንጥፋእ ስለ ዝብሉ እዮም ከምኡ ዝበሉ ሰባት ኣይጠፍኡን እቶም ከይሞቱ ዝፈርሁ ኩሎም ሞይቶም ምስ ኣምላኽ ተጓዒዝካ ሓደጋ ክረኽበኒ ኣይበሃልን እዩ። ምስ ኣምላኽ ተጓዒዝካ በቃ ንኣምላኽ ዝሕይሎ ኣሎ እዩ ኣይበሃልን እዩ። ስለዚ ሙሴ ንደቂ እስራኤል እንታይ ኢሎም? እግዚኣብሔር ኣምላኽኩም በዘን ኣርብዓ ዓመት ኮለል ዘበለኩም ዘጓዓዘኩም ዘጥመየኩም ዘጽመኣኩም ኣብ ልብኹም ዘሎ መታን ክፈልጥ ኢሉ እዩ። ከመይ ኢኹም ክርእየኩም ኢሉ እዩ። ዳስ ዋይ ኣነ እየ ተደላ ዘለካ መገዲ ዘርእየካ ንነፍሲ ወከፍ ሰብ መን እዩ ኣብ ውሽጢ ዘሎ ክገሃድ እሞ ምስ ኣምላኽ ተዓሪቑ ክኸይድ ኢሉ እግዚኣብሔር መገዲ ይመርሖ ኣብዚ እዩ ሰብ ንኣምላኽ ከየጉረምርመሉ ኣብ ውሽጢ ዘሎ ኩሉ ከየናውፀ እሞ ንኣምላኽ ከየጉረምርመሉ ክጥንቀቕ ዘለዎ እምበር ኣብ ውሽጥኻ ዘሎ ክገሃድ ይገብር እግዚኣብሔር ኣብ ልብኻ ዘሎ ክገሃድ ይገብር እግዚኣብሔር ትሕት ኢልካ ምስኡ ክትከይድ ሽዑ ይደሊ ፈሪህካ ምስኡ ክትከይድ ይደሊ እምበር ሰብ ኢኻ ብብዙሕ ዝዓይነቱ ፈተና ክትሓልፍ ኢኻ ጴጥሮስ ከምኡ ኢሉ ብብዙሕ ዝዓይነቱ ፈተና ብብዙሕ ዝዓይነቱ ፈተና እዩ ሰብ ዝሓልፍ ብጥሜት ድዩ ብፅምኢ ድዩ ብመከራ ድዩ ብጭንቂ ድዩ ብራህዋ ድዩ ብምህላው ድዩ ብዘይምህላው ድዩ ኩሉ ብኩሉ እዩ ተፈቲኑ ጳውሎስ ብዙሕ ዝዓይነቱ ፈተና ምህላው ይፈልጥ ዘይምህላው ይፈልጥ ጥሜት ይፈልጥ ሕልፍን ትርፍን ይፈልጥ ኩሉ ንዕዑ ፈተና ኣይኮነን ኣብ ኩሉ ብትዕግሲ ምስ እግዚኣብሔር ከይዱ እዩ ክረኽቡ ከለዉ ዝዕበዩ ክስእኑ ከለዉ ዘማርሩ ዘጉረምርሙ ሰብ ኣይነበረን በየን ትሓልፍ we don't know ሰብ በየን ይሓልፍ we don't know ነፍሲ ወከፍ በተሓንጸጸሉ መቀዳደሚ ግን ክኸይድ ከም ዘለዎ እዩ እግዚኣብሔር ዝዛረቡ ጸበቦም ተፈተኑ እኮ ኢሉ ዲኖ ኣጣልን ኣጎዛ ባጊዕን ተኸዲኖም ፍቐዶ በዓትታት ኮለል በሉ እኮ እዩ ዝብለና እቶም ናይ እምነት ሰባት ዓይነት ፈተናኻ ኣይፍለጥን እዩ፣ ትሓልፎ መንገዲ ኣይፍለጥን እዩ፣ ኣብ ኩሉ ግን እግዚኣብሔር ይመስገን ክትብል ጎይታ ኣብ ቅድሚኡ ዘሎ መገዲ ይኮነ ጠፊዎ ኣቦይ ፍቓድካ እንተኾይኑስ ይትረፍ እኮ ኢለዎ ሓደ ሓደ ግዜ ኣብ ቅድሚኻ ተገቲሩ ዝጸንሓካ ፈተና በጃኻ ጎይታ እዛ ፈተና እዚኣ ካባይ ርሕቃ ትብሎ ኢኻ ግን ክትብል ሽዑ ገለ ኣምላኽ ምስ ከበደካ ፍቓድካ እምበር ፍቃደይ ኣዩ ክረክበኒ ይብሉን ፈተና ተልዩ ኣይከይድን እየ ገና ፈተና ተልዩ ክከይድ ደይደሊ ሰብ ኣሎ ኣነ እሞ እግዚኣብሔር ኣምላክ እዩ ዝብለካ ትከደላ ዘለካ መገዲ ዝርእየካ በቲ ኣምላክ ዝመርሓካ እሞ ክትከይድ ኢካ ተዘይከይዱ ምካ ተኣቢካ ግን እቲ ዝፈራሕካ እዩ ዳሕራይ ዝበልዓ ጳውሎስ እኮ ከምኡ ገይሮም ከታርፉ ሓስዮም ጐይታ ንየሩሳሌም ልኢኽዎ ሓደ ነብዪ ኣጋቦስ ዝሽሙ ሰብኣይ መጺኡ በዓል እዛ መቐደት እዚኣ መን ኢሉ መቐደት ነይራቶ ጳውሎስ ኣነ ኢሉ ኣብ የሩሳሌም እዝን እዝን እዝን እዝን ይጽበየካ ኣሎ ኢልዎ ሬኹ ተጠፋእና ንጥፋእ መገዱ ኣብ የሩሳሌም ደኣ ንማእሰርተ ዘይኮነስ ንሞት ድልዌ ኢሉ ተስፋ ቆሪፅዎ ኣብ የሩሳሌም ክቖመሉ ዘለዎ ኣምላኽ ኣሎ። ጳውሎስ ከም ዘይመውት ኣጸቢቑ ይፈልጥ እዩ። ጉዕዝኡ ከይወደአ፣ ዝተባህሎ ከይገበረ ከም ዘይመውት ይፈልጥ ነይሩ እዩ። ግን ፈታኒ ኣሎ ኣብ መንጎ ፈተና ግን ኣሎ ኣብ መንጎ። ሞት ድዩ ዝመጽእ ድዩ መልኣኽ ድዩ ጋኔን ድዩ ግን ኣብ መንገዲ ዝጸንሕ ኣሎ። ኣይኮነልን ኢሎ ኢምፖሲብል ኣባይ በጺሑ ኢልዎ ኣነ ደኣ ንኹሉ እንደ ድልው ኢሉ ስለ ሰይጣን ብምንታይ ፍርሓዮ ብምንታይ ንጳውሎስ ከፍርሖ ብፍላይ እዚ ኣብ መወዳእታ ዘመናት ዘርከበና እቲ መወዳእታ ክሰዓር ዘለዎ ጸላኢ ሞት ምዃኑ ኣምላኽ ዝነገረና እቲ ናይ መወዳእታ ሓያል ዝበሃል ሞት እኳ ክስዕረና ኣምላኽ ዘይፈቐደስ ስለምንታይ ኢኻ ካብ ዝመዋት ሰብ ትፈርሕ ኢሉ ካብቶም ንስጋ ምስ ቀተሉ ንነፍሲ ግን ምንም ገብርዋ ዘይትኽእሉ ኣይትፍርሑ ኢልዎም ጎይታ ንበዓል ጴጥሮስ ንመን ከም ትፍርሑ ኣነ ኸርእየኩም ኢሉ ስለዚ ምስ ኣምላኽ ትጓዓዝ ናብቲ ኣምላኽ ዝወሰነልካ ቦታ ንመታን ክትበጽሕ ጉዕዞኻ መታን ክትውድ እዩ ናብቲ ኣምላኽ ዝበለካ መታን ክትበጽሕ እዩ ነገር ግን ኣብቲ ኣምላኽ ዝበለካ ምስ በጻሕካ ዘሎ ነገር ረኣይዎ ደቂ ዓናቕሲ ድስዕሩኻ ምክንያቱ ኣብ ቅድሚ ደቂ ዓናቕ መንደው ክብል ይኽእል ሲ ናይ ኩሎም እስራኤላውያን ቋንቋ ኮይኑ ቋንቋኦም ጥራይ ዘይኮነስ ዘብኪዮም ኮይኑ ተሳዒሮም ከም ዝነብሩ ገይርዎም። ገና ናብቲ ኲናት ከይኣተዉ ገና ናብቲ ሽግር ከይኣተዉ ከለዉ እቲ ሽግር መጺኡ ክበልዖም ተራእዩ። ብኸፎም ከሎ ክውሕጦም ተራእዩ። ተስፋ ከቑርጾም ተራእዩ። ብሓቂ ግን ደቂ ዓና ንእስራኤል ክውሕጥዎ ድዮም? ኣምላኽ ከይፈቅድ ድዩ? እሶም ኦሮማይ ኢሎም እዮም። በቲ ዝሰምዕዎ ኦሮማይ ኣብ ቅድሚ ደቂ ዓና መን ደው ክብል ይኽእል? ነዋሕቲ ዓበይቲ ህዝብታት። ኣብ ኣምላኽ ጥራይ ኦሮማይ ዘይትሰርሕ። ኣብ ዓለም ብዙሕ ኦሮማይ ኣሎ፣ ኣብ ኣምላኽ ግን ኣይትሰርሕን እያ። ኦሮማይ ዝበሃል የለን። ኦሮማይ ሞይቲ ኢላቶ ራብዕ ተጋ ገይሩ ጨኒ እዩ ዋላ ተሲኻ ሕጂ ህይወት ክስለብስ ኣይክእልን ኢላቶ ተተኣምንስ

ሸይኮነን ሽግርና ኣምላኽ ንስኺ ግን ስለ ዘይኣመንኪ ክብሪ ኣምላኽ ትርኢ ትኽእሊ ኢልዋ ንማርታ እምበር ሓወይ ደኣ ኣብ ዳሕረይቲ መዓልቲ መን ኢልኪ ትንሳኤን ህይወትን ኣነ እንደ ኢልዋ ኣንታ እዚ ኮይና ነምልኽ ወይ ስቕ ኢልና ኮይንና እምበር እዚ ኮይና ነምልኽ ትንሳኤን ህይወትን ዝኾነ ጎይታ ነቲ ዘየለ ከም ህሉ ገይሩ ክፅውዕ ዝኽእል ጎይታ ኣሜን ብመን ከም ዝኣመንኩ ይፈልጥ እየ ኢሉ ጳውሎስ ብመን ትኣምኑ ህይወትኩም ፈትሹ ብመን ኣሚንኩም ኢኹም ትኸዱ ነዛ ነፍሲ ኣሚኑ ዝኸይድ ኣሎ ከምዚኣ ትኮይና ከምዚኣ ክገብር ከምዚኣ ትኮይና ከምዚኣ ክገብር በዚኣ ገይረ በዚኣ ከምዚኣ ክብል በዚኣ ከምዚ ኣየዋፃካኒ ደቂ እስራኤል ከምኡ ገይሮም ኣይወፁ ብመን ከም ዝኣመንካ ቅድም ፍለጥ ፍቓድካ እምበር ፍቓደይ ኣይኹን ፍቓዱ እንተኮይኑ ተቐበሎ ተቐቢልዎ እኮ ጳውሎስ መወዳእቱ ኣብቲ ከዳነግሮ ዝሓሰቡ ናይ ኢሉ ድልው ወይ ንሞት ኢሉ ኣይትመውትን ኢኻ ኢሉ ከምዚ ብዝመስከካ ኣብ ሮማ ክትምስክረለ ኢኻ ኢሉ ሮም መንገዲ ሮም ቀሊል ከም ዘይነበረ ትፈልጦ ኢኹም ናይ ጥፋት መንገዲ ነይሩ መገድና ጽቡቅ ከም ዘይኮነ ኣነ ርእየ ኣለኹ ኢሉ ግን ከም ዘይመውት ይፈልጥ እዩ እምበር ጸሓይ ከይረእዩ ኣብ ባሕሪ ዓሰርተ ኣርባዕተ መዓልቲ ዝተቐመጥሉ ጸልማት ጥራይ፣ ማይ ጥራይ፣ ባሕሪ ጥራይ፣ መርከብ ተሰይራቶም ቀሊል ኣይነበረን እቲ ጉዕዞ። ከም ዘይመውት ግን ይፈልጥ እዩ። ኣምላኽ ናብቲ ዝበለካ ዴስቲኒ ናብቲ ናይ መወዳእታ ጸዋዕካ የብጽሓካ እዩ። ኣብኡ ከይበጽሐ ገለ ዝኸውን ዝመስሎ ሰብ ብዙሕ እዩ። ኣብኡ ምስ በጽሐ ግን ስጋዊ ነይሩ ተቐቢሉ ዘይሞቱ ሰባት ኣለዉ እዮም። እስኻ ከመይ ምዃኑ ኢልዎ ናቱ እንታይ ገደሰካ እስኻ ግን ክትሞት ኢኻ ልበል ጴጥሮስ ዘይሞቱ ሰባት ከሎ ደይሞቱ ጠቕሊሎም ጠቕሊሎም ሞት ዘይጥዕሙ ሰባት ኣለዉ ደቂ ኣምላኽ ሞት ኣይጥዕሙን እዮም ሞት ክጥዕሙ ኢሉ እግዚኣብሔር ኣይጸውዖምን ጉዕዞኻ እንተወዲእካ ኣይትመውትን ኢኻ ጉዕዞኻ ብሰላም ክትውድእ ግን ኣምላኽ ይሓግዝካ መወዳእታ ርሳዓር ጸላኢ ሞት እዩ እሞ ሞት ዘይጥዕሙ ሰባት ክትኮኑ ትደልዩ እንተደኣ ኮንኩም ኣብ ኩሉ ተጠፋእና ንጥፋእ በሎ ንጎይታ ብእምነት ምስ ኣምላኽ ተጓዓዙ ዘሎ ድዩ ዝመጽእ ድዩ ካብታ ፍቕሪ ክርስቶስ ክፈልየና ይብሉ ስለዚ ኣምላኽ ብናይ እምነት ሰባት ሕጉስ እዩ ብዘይ እምነት ግን ንኣምላኽ ከስምርዎ ኣይከኣልን ስለ ዝኾነ ብእምነት ኢኻ ንኣምላኽ ተስምሮ እግዚኣብሔር ኣምላኽካ ንምንታይ ኮለል የብለካ ይፈልጥ እዩ እግዚኣብሔር ኣምላኽካ ንምንታይ የጥምየካ ይፈልጥ እዩ እግዚኣብሔር ኣምላኽካ ንምንታይ የፅግበካ ይፈልጥ እዩ እግዚኣብሔር ኣምላኽካ ንምንታይ ይበካ ይኸልኣካ ይፈልጥ እዩ እግዚኣብሔር ኣምላኽካ ንምንታይ ብባሕሪ ይወሰካ ይፈልጥ እዩ ንምንታይ ብምድረ በዳ ይወሰካ ይፈልጥ እዩ ኣምላኽ ዘይፈልጦ ጉዕዞ ኣይትኸይድን ኢኻ ጉዕዞ እዩ ግን ስሙስ ክትከይድ ፀኒሕካ ቁልቁል ኣሎ ቁልቁል ክትከይድ ፀኒሕካ ዓቐብ ኣሎ ጳውሎስ ክነግሮም ከሎ መገዶም ከቢድ እኮ ኣብቲ ባሕሪ ንሳቶም ግን ህዱእ ንፋስ ምስ ረኣዩ ከምቲ ዝኾነ ከምቲ ዝሓሰብዎ ዝኾነሎም መሲሎም ብጣዕሚ ተሓጒሶም ነይሮም እዮም ፈልጡ ዲኹም ኣብ ልቢ ሰብ ክንደይ ትምኒት ኣሎ ኣምላኽ ዝበሎ ከይፍፀም ዝሰግኡ ሰባት ኣሎ እቲ ኣምላኽ ዝበሎ ከይከውን ኣብ ስግኣት ዝነብሩ ሰባት ኣሎ ፍተውዎ ፅልእዎ ብዘይካታ እግዚኣብሔር ኣምላኽና ተዛረባ ካልእ ትኾኑ ኢለና ምድሪ ዘይትሰማማዕ ምስኡ ተሰማማዕ ብሰላም ንበር ኢሎሞ ንእዮም ተደይኮነ ከቲ መከራ ንዓኻ እዩ እቲ ጭንቂ ንዓኻ እዩ እምበር ምስ ኣምላኽ ኬድካ ማዕበል ማዕበል ኣይኮነን በወጀቡ መሃል ካንተ ጋራ መሄድ ነው መሄድ ነው በወጀቡ መሃል ካንተ ጋራ መሄድ ነው መሄድ ነው ጌታ ሆይ እባክህ ዓይኖቻችንን ክፈተው በእውነት ካንተ ጋራ መሆናችን እንድናውቀው ዋላ ኣብ ባሕሪ ይኹን ዋላ ኣብ ማዕበል ይኹን እንታይ ራብዓይ ምቃለይ ትኺዱ ዝብሎም ትኸዲ ከምሳና ኢሎሞ ነኖ ኢልዎ ንስኹም በይንኹም ኪዱ ኪዱ ኢልካስ ዝተረፈ ዝመስል ምሳኻ ዘሎ ባራእይዎ ብራብዓይ ምቃል ለይትስ በዝስ ከመይ ጌርካ ኪድ ትብለና ኪዱ ኮነል እዩ ኪድ ኢልዎ ሰብ ክፍተን ስለ ዘለዎ ይኸይድ እዩ ኪድ ይብለካ እዩ ኣምላኽ ኣብ ግብ ዝበለ ዝገደፈካ ይመስለካ እዩ ግን ምሳኻ ኣሎ ህልውኑ ጥራይ ዘይፍለጠካ ኣምላኽ የለን ትብሎ ኩሉ ኣሎ ኦምኒ ፕረዘንት እዩ ብዙሓት ጠፋእና ኢሎም ባህሪሮም እንከለዉ ማዕበል ኣብ ማእኸል ዝበፅሖ ጨኒቖም እንከሎስ ብማየ ማይ መፅዩ ዋው ዊ ላቭ ጂሰስ በቃ ምስጋና ኮይኑሎም ሸ ዋና ሓና ከዓ ከምዚ ናትካ ከመፅ በለና ኢሎም ብማየ ማይ ክንከይሉ ጴጥሮስ መቸም ያእተዋ ኢልኩላ እንዳሓል ግን ንታሕቲ ገጹ ክነገር ጎይታይ ጎይታይ ኢሉ ሓቁ ኣይጸልኦን እዩ። ኣብርሃም ከምዚ ከማና ብእምነት ከይዱ ተፈቲኑ ዝተዓወተ ሰብ እዩ። ቀሊል ኣይነበረን ጉዕዝኡ። ተስፍኡ ውላድ ክወሃብ እዩ። መንገዱ እያ ንሳ። ናብታ ደሲኒ ከይበጽሐ ግን ኣምላኽ ክህቦ ኣይክእልን። ናብታ ዝመደበሉ ከይበጽሐ ግን ኣምላኽ ክህቦ ኣይክእልን። ኣምላኽ ሓሳቡ ይቅይርን ንስኻ ኢኻ ብእምነት ምስ ኣምላኽ ክትጓዓዝ ዘለካ ጉዕዞኻ ክንድኡ ነዊሕ እንተ ደኣ ኮይኑ እቲ ኣምላኽ ኣዳልዩልካ ዘሎ ክብሪ ክንድኡ ከቢድ ምዃኑ ክትርዳእ ይደሊ ኣምላኽ ንዝኸበረ ነገር ብቐሊሉ ክህበካ ስለ ዘይፈቅድ እዩ ነቲ ዝኸበረ ነገር ብኸምኡ ክቕበሎ ዝደሊ ሰብ ኣሎ ኣይኮነን፣ እንተጓዒዝካ ኢኻ ትረኽቦ። ክሳብ ሕጂ ንጠሚ ንጸሚ ማሕደር የብልናን ዝበለ ጳውሎስ ኣምላኽ ዝመደበሉ ጉዕዞ ስለ ዝነበረ እዩ እምበር ስለ ዝስእን ወይ ድማ ስራሕ ክሰርሕ ስለ ዘይክእል ወይ ድማ ቢዝነስ ስለ ዘይፈልጦ ይነበረ ጳውሎስ ኩሉ መንገዲ ዝፈልጥ ሰብኣይ ነይሩ ዝተማህረ ሰብ እዩ ነይሩ፣ ክእለት ዝነበሮ ሰብ እዩ ነይሩ። ግን ከምቲ ኣምላኽ ዝመርሖ ከይዱ ንኣምላኽ ኣስሚሩ። ብእምነት ግን ንኣምላኽ ተስምሮ ኢኻ። እግዚኣብሔር ክሳብቲ ዝመደበልካ ስዒልካ ክትጓዓዝ ይደሊ እዩ። ውሉድ ዘይብለይ እምበር እኸይድ ኣለኹ ኢሉ ድዩሲንክ ድዩሲንክ እግዚኣብሔር ተስፋ ሂብካስ ከምኡ ኢልካ ትኸይድ ድዩሲንክ መወዳእታኻ ሽዕኡ ከምቲ ኣምላኽ ተዛረቦ ዘይኮነ ኮይኑ ክተርፍ ከመይ ኢልካ ትሓስቦ እዩ ትፈተን ዶ ብጣዕሚ ብጣዕሚ ተፈቲኑ ብርሃን ኦሮማ ኢላቶ ኣነ መኺነ ካብ ኣጋር ግዝእተይ ውሉድ ነትርፍ ብጌርና ክንፋር ኢና ኢላ እዚ ኣምላኽ ኣይፈልጦን መፂ እግዚኣብሔር ኣብርሃም ኢሎ ንዓመታ ከምዚ እዋን ውሉድ ክህልወካ ኣብ ሰዓቱ ንምእማን ክብርትዕ እንዳገበሮ ሓይሊ ክረክብ እንዳገበሮ እግዚኣብሔርን ኣጎይዝዎ ተስፋ ኣምላኽ መጺኡ ደይ መጸ መን ሽሙ ኢልዎ ይስሐቅ ኢልዎ ክብሪ ንኣምላኽ ይኹን ኣምላኽ እሙን እዩ ክትጓዓዝ ከለኻ ምስ ኣምላኽ ክትጓዓዝ ኣለካ ምስ እግዚኣብሔር ጉዕዞ ምዃን ተፈይጥካ ትፍተን ኢኻ ኣቦታትኩም በታ መዓልቲ ፈተና ኢሉ መዓልቲ ፈተና ኣሎ ፈተናታት ትሓልፍ ነይሩ ኣብርሃም እኮ ውሉድ ዘይብሉ ዝኸይድ ዘሎ ዝመስሎ ነዊሕ ግዜ ነይሩ እዩ ኣቦታትና ነቲ ናይ እምነት ጉዕዞ ተጓዓዝዎ ከም ስብከት ጥራይ ኢና ንፈልጦ ሰም ግን ብሂወት እዮም ሓሊፎም ነዚኣ እኮ ዕድመኻ ክንደይ ኢሉ ፈርዖን ሓቲትዎ ያዕቆብ ዕድሚኡ ዝፈልጠን ኣብ ምድሪ ዝተቐመጠን ናይ ምረት እየ ናይ ጭንቂ እዩ ዓመታተይን ዘመናተይን ኩሉ ናይ ምረት ኢሉ ናይ ጭንቂ እዩ ናይ መከራ እዩ ዋላ ሓንቲ ዕድመ ይርኣይ ነዚ ጎይታ ነዚ እየ መፅየ ኢሉ ይሕለፍ ኢሉ ነይሩ ግን ነዚ እየ መፅየ ንምንታይ ኢኻ መፂኻ ንምንታይ ኢኻ ኣብዚ ዓለም ዘለካ ትፈልጥ ኣለካ ኣምላኽ ናብቲ ዝመደበልካ ክሳዕ ዘብፅሓካ ብዙሕ ነገር ክትሓልፍ ትኽእል ኢኻ። ብጥዕናኻ ድዩ ብናብራኻ ድዩ ብመንፈሳዊ ግእ ድዩ ብጸገም ድዩ ብጭንቂ ድዩ ብመከራ ድዩ ዊዶኖ ንምንታይ ንዝብል ግን እዚ ሕጂ እስራኤል ኢልኩም ትጽውዕዎ ያዕቆብ እዩ ኣምላኽ ዝሃቦ ተስፋ ግን ከቢድ እዩ ናብዚ ተስፋዚ ክበጽሕ ዘይሓለፎ ዓይነት መንገዲ ግን ኣይነበረን። ተደሚርኩሞ እቲ ዕድሚኡ እኮ ገሊኡ ምእንቲ ባጊዕ ዝተገዝኦ፣ ገሊኡ ምእንቲ ራሄ ዝተገዝኦ፣ ገሊኡ ምእንቲ ልያ ዝተገዝኦ፣ ገሊኡ ንሓዉ ክዕረቕ ዘሕለፎ፣ ገሊኡ ካብ ሓዉ ክሰርቕ ዘሕለፎ፣ ገሊኡ ናይ ዮሴፍ ብኽያት ክበኪ ናይ መከራን ናይ ጭንቅን የሴፍ ወዱ ቤሎ ንእስራኤል ድሓን ዝኸውን ንጉስ ዝኸውን ወዱ ከምዚኦም ክረክብ ዘየሕለፎ መከራ የለን ብብኽያ ጥራይ ናይ የሴፍ ዝሕለፎ ዕስራታት ዓመታት ናይ መከራ እዩ እንታይ ዕድመ ኣለኒ ኢሉ ኣጆኻ እሱ ይኮነ ኣምላኽ እኮ ብኣኻ ብኣብርሃም ብይስሐቅ ብያዕቆብ እዩ ዝፅዋዕ ኔሽን ክገብረካ እየ ዝበሎ ንኣብርሃም ዝሃቦ ተስፋ ከ ኣባኻ እዩ ተፈጺሙ። እስራኤል ዝበሃል ሃገር እኮ ብኣኻ እዩ ተመስሪቱ። ምንም ኣይመሰሎን። እቲ ንኣብርሃም ንይስሃቅ ንያዕቆብ ዝኣተዎ ኪዳን ግን እግዚኣብሔር ክሳዕ ሕጂ ንህዝቡ ይሕሉ ኣሎ። ንሶም ኣብ ዘይብሉ ኣሽሓት ዓመታት ከምቲ እግዚኣብሔር ኣምላኽ እተዛረቦ ከምኡ እኳ እግዚኣብሔር ነቶም ጠፊኦም ዝነበሩ ክፉእ ዝገበርዎ ንጎይታ ድሕሪ ሽሕን ሸሞንተ ሚእትን ገለን ዓመት ከም ሃገር ገይሩ ዘቖመ ኣምላኽ እኮ እዩ። መን እዚ ኣምላኽ ያዕቆብ? መን ያዕቆብ እስራኤል ዝተባህለ ሽሙ? ኣምላኽ እሙን እዩ ንሕና እኳ ተኸሓድናዮ ንሱ ግን ንርእሱ ክኽሕድ ዘይክእል ኣምላኽ እዩ ስለዚ ሰብ ብብዙሕ ነገር ክሓልፍ ይኽእል እዩ ኣምላኽ ተልዩ ግን ሓንቲ መዓልቲ ሓሊፋትብል ኣይትኽእልን ኢኻ ተን ሓሊፈ ትብለን ተን ዘጉረምረምካለን ግዜያት ጥራይ እየን ተን ዓቕልኻ ዘጽበብካለን ግዜያት ጥራይ እየን ተን ኣምላኽ ዝረሳዕካለን ግዜያት ጥራይ እየን እምበር ምስ ኣምላኽ ኮንካ በቲ ሓይሊ ዝበኒ ንኹሉ እየ ዝኽእሎ ኢኻ ትብል ዝሓለፍካ እውን ኣይመስለካን እተፈተንካ እውን ኣይመስለካን ሰብ እዩ ብኣኻ ዝግረም፣ ሰብ እዩ ብኣኻ ዝዛረብ። ብግዜ መከራ ከይተሓለልካ ትሓልፎ፣ ብግዜ ጭንቂ ከይተጨነቕካ ትሓልፎ። ምስኣን ምስኣን ዘይመስለካ ጥዑም ነይሩ ትብሎ፣ መከራ መከራ ዘይመስለካ ጥዑም ነይሩ ከምኡ ከማን ይሓይሽ ትብሎ። ክርስትና ባይዘዊ መከራ ተዘይብሉ ሃለፍታ እዩ፣ ከቢድ እዩ፣ ሰብ ይዝሕል እዩ። ሰብ ክሓልፍ ኣብ ባሕሪ ክጸንሕ ኣለዎ ብመከራኻ ናብ እግዚኣብሔር ክትእዊ ንሱ ክምልሰልካ ሃሌሉያ ክትብል እምበር ሃብትን ክብረትን እዛ ዓለም እዚኣ ከም ሰሎሙን ንኣምላኽ ከረስዓካ ከም ዝኽእል ክትሓስብ ኣምላኽ ይደሊ ጠቢብካ ጥራሕ ምንም ፈተና ዘይብሉ ናብራ በይንኻ ነጊስካ ኣምላኽ ክትርስዖ ትኽእል ኢኻ ካይትርሰዕ ኢሉ ዳዊት ምክንያቱ በረኸት ናይ ዳዊት ኩሉ ሰሎሜ ክቕበሎ ኣብኡ ትኺሉ ንግስነት እዩ ክኣቱ ኣቦኡ ጥራሕ እግሩ የሕሊፍዎ ኣቦኡ ከመይ መከራ ኣሕሊፉ ባዕሉ እዩ ዝፈልጥ ኣብ ወፃኢ ፍርሃት ኣብ ደገ ፍርሃት ኣብ ውሽጢ ፍርሃት ክብሪ ንኣምላኽ ይኹን። ስለዚ ብብዙሕ ዝዓይነቱ ፈተና ሰብ ክሓልፍ ከሎ ክርድኦ ኣለዎ። ብብዙሕ ዝዓይነቱ መከራ ክሓልፍ ከሎ ክርድኦ ኣለዎ። ኣብ ቅድሜኻ ንዝጸንሕ መከራ ክበልዓና እዩ ጥራይ ኣይትበሉ ንኣምላኽ ናብቲ ደሲኒ ዘብጽሓና መጽ ይበል ናብ ፍጻሜ ዘብጽሓና መጽ ይበል ናብቲ ኣምላኽ ዝወሰና ናብቲ ኣምላኽ ከብጽሓና ዝደልየ ዝወሰና መጽ ይበል ኩሎም ፈተናታት ናብቲ እግዚኣብሔር ዘዳለወልካ እዮም ዘሳግሩኻ ክብሪ ንኣምላኽ ይኹን። ኣብ ቅድሜና ዘሎ ኩሉ ናብቲ ኣምላኽ ዝወሰና ዝወስድ መንገዲ እዩ። ናብቲ ናትና ደስቲኒ ዘብጽሓና መንገዲ እዩ። ናብቲ ኣምላኽ ዘተስፈወና ዝእትወና መንገዲ እዩ። ሓይልኻ ሒደት ከይከውን ጥራይ ኢኻ ክትጥንቀቕ ዘለካ። ሕብረትካ ምስ ኣምላኽ ጥራይ ኢኻ ተስጥም ዘለካ። እንታይ እጽዋው ዶ ስም ሞት ዘይፈርሕ ኣይትበሉ ኢኹም ምስ ኣምላኽ እዩ ተጣሚሩ ዝኸይድ ነይሩ ምስ ኣምላኽ እዩ ለጊቡ ዝኸይድ ነይሩ ብኡ ደኣ ንኹሉ ስዕሮ ብኡ ደኣ ንኹሉ ይሓልፎ ብኡ ጥራይ ዝሕለፍ ጎደና ኣሎ እዩ ጎይታ ይኽበር ብዙሓት ናይ እግዚኣብሔር ሰባት ጎይታ መፂና ዝብልዎ ሰዓት ረኣይዎ ኢኹም ተስፋ ኣብ ዘይብሉ ናይ ገዛእ ዝዝክርዋዶ ኣይፍተኒ ይኮነን ዝብል መፅሓፍ ቅዱስ ተፈቲኑ ግን ይወፅ እዩ እዚ ኣምላኽ ንኩላህና ይርዳእና ምስ እግዚኣብሄር ንለግብ ሰባት ይግበረና ግዜ ምስ ኣምላኽ ንወስድ ሰባት ይግበረና እና ሰብ ስኢሉ ሓያል ኣይከውን ስኢሉ ልቡ ፅኑዕ ኣይከውን ኣምላኽ እዩ ዘፅንዕ መከራ ባይዘ ወይ ፈተና እግዚኣብሄር ጥራይ ይስገር እዚኣ ክውደ ፈተና ብኣምላኽ ጥራይ ትስገር ባዕልኻ ትሰግሮ ፈተና የለን። ካብ ፈተና ሃዲምካ ክትከይድ ትኽእል ኢኻ። ፈተና ትሰግሮ ግን ብኣምላኽ እዩ። ተጀሚሩ ዝውዳእ ብኣምላኽ እዩ። ብኣምላኽና ንቐፅሪ ንዘሎ ብኣምላኽና ንሰራዊት ንጥሕሶ እዩ። ርእየሞ እዮም ኣብቲ ጉዕዞ ደቂ እስራኤል ኣርእዎም እግዚኣብሔር ከመይ ጌርካ ከም ዝሰዓር ስለዚ ኩሉ ብኣምላኽ ንኽእሎ ኢና እሞ ምስ ኣምላኽ ንኹን ጊዜ ንኣምላኽ ይሃልወና ድያብሎስ ከይብለጸልና ውዲቱ ኣይንስሓትና። ወእስራኤል ስማዕ፣ ሎሚ ንስኻ ንዮርዳኖስ ክትሳገሮ ኢኻ እሞ፣ ካባኻ ዝሕይሉን ዝዓብዩን ህዝብታት፣ ክሳብ ሰማይ ዝበጽሓ ተዓርዳ ዓበይቲ ኸተማታት ዓብይን ነዊሕን ህዝቢ ደቂ ዓናቕ፣ ንስኻ ትፈልጦም ብዛዕባኦም ድማ ኣብ ቅድሚ ደቂ ዓናቕ መን ደው ክብል ይኽእል ክብሃል ዝሰማዕካ፣ ክትወርሶም ክትኣቱ ኢኻ። እግዚኣብሄር ኣምላኽካ ንሱ ኸም ዝባላዕ ሓዊ ቀቅድሜኻ ኸም ዝሓልፍ ሎሚ ፍለጥ። ንሱ ኸጥፍኦም እዩ፣ ንሱ ኸኣ ኣብ ቅድሜኻ ኸዋርዶም እዩ። ከምቲ እግዚኣብሄር እተዛረበካ ክተውጽኦም፣ ቀልጢፍካ ድማ ክተጽንኡቶም ኢኻ። እግዚኣብሄር ኣምላኽካ ኻብ ቅድሜኻ ምስ ሰጐጎም ድማ፣ ብልብኻ ጻድቕ ብምዃነይ፣ እግዚኣብሄር ነዛ ምድሪ እዚኣ ኸውርሰኒ ኸወርሳ ኣእተወኒ ኣይትበል። ነዞም ህዝብታት እዚኣቶም እግዚኣብሄር።